መፂኡ እዩ ዝመለስካ ዘላ ክዳን ናይ ላዕሊ ኦኬ ትሰፍዩ ማለት ድዩ
ኣይኮነን ኣብ ባኮ ተዓሽጉ እምበር ንሰዶ እንታይ እስካ ስኻስ ናብኻ ይመፅእ
ኣሶ ኣይንፋዕ ፓኬት ኣፍሌገን ትገብሩ ማለት እዩ ያወል ፓኬተ ዶች ይበሃል ባ- ፓኬተ ጀርማን እያ ፓኬተ ዶጀ እም፣ እሺ፣ እሺ፣ እሺ፣ እሺ፣ እሺ፣ ፎቶ፣ እሺ፣ ግላቡ ዩፒኤስ ኦዳ ዘያ ያወል ያወል ያ ትኽክል ያ ከመይ ከለካ ዓወት ሓወይ ሰላም ዲኸ
ሰናይ ባባ ወገን ናይ ወገን ሰላም እዩ ዓወት ሓወይ ኣቦሶ
ያ ኤኒዌይ ናይ ስሚቱ ያፉ ኣነ በዚ ኣብ ቲክቶክ ከምዚ ክሳየድ ፈልጠካ ከምዚ ኣነ ከዓ ኖርማል ወላ እንዳዓለልኩ ገለ ምልጣ ክትፃወት ትኽእል ኢኻ ምሳይ ከምዚ መደብ ገይረ ገለ ግን ናይ ናይ ሕጂ ደልየካ ኣለኹ ኣነ ንስኻን ክንጻወት ደልየ እንደ ዘለኹ ኣነ እ፣ ከምዞም ግብተራሲ እቶም ዓይነት ዝበሃሉ ግብተራስ ክትመፁ ኣለኩ ናባይ ክትበልካ ኣነ ዝበስሓቅ መይታ ኣነ ሕጂ እንታይ ድዩ እ፣ እ፣ ያ ኢድሪስ ገርመካ ብዙሓት ደገፍቲ እዮም ነሮም ከም ዝበልካዮ እቲ ክብ- ዘብርካዮ ቃላት ሰለልካዮ ቃላት ፈርካ ኣነ ናይ ብሓቂ ዓቃለ ሰይድካሉ ማለት እዩ ናስሓቃሲ ጎኑ ከም ዝወገዳ ከም ዝወጋካዮስ ኣነ ከሉ ተሰሚዑኒ ባዕለይ ሰሚዕካኒ? እስከ ሕጂ
እሞ ብኸምኡ ኢኻ ምሳይ ክትጻወት ደሊኻ ንዓን ደሞ ሓንቲ እቶ ሓንቲ ምጻእ በዚኣ ከም ደላታ ኣብቲ
መን ሽሙ እንድዩ ያፎ ወደሓን ካልእ መዓልቲ ትጻወታ ጅስ መሲያትኩም እያ ትመስል ያ ያ እጂ ናይ ምሳይ ወዲ ምሳይ ኮን ርካ ነቲ ከፊት ቦታ ዓበታ ሓ በዚ ኮንኩ ዝመጸኩ በታ ሓንቲ መጨገር መቃሲ እቲ ሓቲ ካሪያ እታ ጻዕዳ ናይ ብቀዳማይ እታ ሊብና እንድያ ዋላ ኣበያ ኣነ ዓንደሳ ካስካ ዘይድልየካ ዘረባ ይዛረብ ባዕ ቺ ጉዕዝ ወሰን ሱዑድያ ሕማም ባዕ ፈቲሓ ትካድያ ነታም ቅሳዲ ትብል ነታዳ ኩንካ ኣታ
ኣታ ታኩማታ ሱመታ ኣታ ቀዳማ ነገር ሰብ ኣክብሩ ባዕ ኣወል ተንኩ ብዕድመ ዓቢና ይዛ ዓወ ዓውና ሰብ ክብረት ኣብ ገዙ ኣብ ገዙ ኣትና ክን ብክብረት ክንወጽእ ኣለና እምበር ሰልና ዘይንስና ዘይድልየና ዘረባ ተዛሪብና ክንወጽእ ኣይደልናን

ጉዲ ጋዕጋዕ ዋ ያሕኩረኒ ስቀይዱ እንታይ ወዲ ስሑ መድሃኒት ይወሰደን መስለኝ ኣነ ሳን ክንፃወት ኢና ወዲ ሕዋይ ወዲ ዘይተኸተበ ከልቢ እንታይ ድዩ ዳ ድፃረብ ሰው ኢልዳሞ ዋ እንታይ ዳ ምስ ኢድሪስ ክትፃወት ኣምፂኻ ኢድሪስ ኣላ

ዋእ ግደፉ ግደፉ ይደቅስ ስሕው ኢሉ እቲ ቆልዓ ምስኪነ ምስኪን እንዲ ግን ከምኡ ክሳይ ክውን ኢሉ ምሳይ ክትፃወት ትኽእል ትኸውን ካይድ ዝመፅ ኢሉ ኣና ኣብ ቪድዮ ተቆሪፀ ኣይፈልጦ ማለት ብሕማቕ ኣይፈልጦ ሓቂ ኣየይ ገለ ድብል ይመስለ እንተ ኣየ ይብል ምስኪን ኣይ ወይ ኣኽ ትናማ ፀሪፍኒ ኣይሳክ
እቶ ወዲ ሓቦ የዕልል ይደፎ
ዋይ ሚእቲ ሚእቲ እ፣ ክልቴና ዶ ንፃወት ኣነን ስኻን
መዓስ ሕጂ ዋይ ምስ ይኣክል ምዃን ከዓ ምስ እዩ ሓቂረ ኣበይ እሞ ክትክለኒ ኢኻ እስከ ምፃእ ሓንቲ ሓንቲ ክምፃእ እስከ ዘሪጋ ወዲ ሓፉ ምፃእ ምፃእ ወዲ ሓፉ ሓንቲ ምፃእ ባዕለይ ክስሕበካ እየ ግን ዋ እስከ
እ?
ዋይ ነዚ ከኣ ክሳይ ይጽሕፍልና ኣሎ ስማዕ እንዶ ደሓን ካልእ መዓልቲ ንጻወት ሕጂ ስራሕ ሓዲጋ እታ ሰዓት ምስ እድሪስ ውዒልካስ መሊስካ ሕጂ ከኣ ምሳይ ኣነ እኮ ማለት ሲ ንሓንቲ ንኣይ ነረካ ኣነ ትትሓዝ ሒዘ ነው እድሪስ በኣ ለዚያ ሸዲድያ ለዚያ ለዚያ ለዚያ ቢሉ
ዝኾነ የእትዎ ንያፉ ይብላል እስኪ የእትዎ እስኪ የእትዎ ኣይትፃረፍ ግን ያፉ ኣይትፃረፍ ያፉ ሓወይ ህድእ በል ኣይትፃረፍ ምስኪነ እሞ ጎረጅካና ኢታ ሉላ ዓርኪ ድዮ ወቲፉ ከዓ ሕጂ ናይ እንታይ ይበሃል ኣታ ሉላ ዓርኪ ዳ ኣለካ ዲካ ከንቲባ ኣለና ኣለና ቆይታ ዘዲጋ ኣማን ዲያ ዓዲ
ሰላሚ ሰላሚ ቅሩብ ነንገለ ክሪስማስ ኮይኑ ስራሕ በርት ክሪስማስ ኮይኑ ስራሕ በርትዕና ዘዲጋ ዓርኪ ኣነ ዳ እቲ ሓሜካ እንዲ ሓዳር ገለ መለ ገለ ተኸርሽም ማለት እዩ ዝወድስ ገለ መርሓባ መርሓባ እሱ ደኣ እሞ ግድን በዓል ኤማ ጥራሕ ድዮም ክወልዱ ክንወልድ ኢና እምበር ዓባ ዓወት ካራ መደብ ግበር ንፀቕታንካ ሓንቲ ሕተላትኒ ንዓወት ቃረ ዓወት ኣለካ ዶ ዓወት
ኣቤት ሎሚ ገና እየ ቻንስ ረኺበ ከዛርበካ ደለየ እሞኒ ዲጋ ኣሎ ኣብቲ ዲጋ ዓዲ ሞንገ ተሓምቢስካ ዶ ትፈልጥ
ኣይፈልጥን እየ እንታይ እንታይ ኮይነ

ዘይዶም ካብ ገዝኦም ወፂኦም ዶ ይፈልጡ መፂኦም ከምኡ ንሓውካ ዝብል ወዲ ሕማቅ ትሓስቦ ኣለካ ወዲ ማርያም ፎእ ዓደድ ንሓውካ ሕማቅ ትሓስቦ ኣለካ ምዓር ኣበይ እ? እወ ያፉ እንታይ ዳልካ ትበድዕ ደለኻ ሽባ የለ በስመ ኣብ ትጽ እወ ጽብቕቲ እያ ሓቅኻ እንዲኻ ዳኣ እታ ያፉ ሓወይሲ በሎ ዳኣ ፈውሲ ሓሳድ ይህቦ ረክድልመካ ምሕር ክትብል ኢኻ ሰላም ኣሜን ሰላም ኣሜን ሰላም ጎይታ ተዓደቦ ጎይታ ተዓደቦ መዓልኩም መዓልኩም ኣብ ከመይ ሓድርኩም ኩሉ ብሓበራ
ያፌት እንታይ ኢለካ ትሰምዓ እንተ ተሊኻሲ ኣብ ዝኾነ መፂኻ ትፃወት ትኽእል እያ ከምዚ ንዑ ኢለ ቶፒ ንዑ ኢለ ግን ኣይኣቱን እየ ኣለኸ ማዕበል ንጌም ኢለስ ኣይኣቱን እየ ገለ መደብ ተሊኒ ኣጋጣሚ ትሰደለይ ብኸም ንፃወት ንኽእል ኢና ግን መደበይ ምስ ወዳእኹ
ያፎ ካልእ መዓልቲ ክንፃወት ኢና ደሓን ኣብ ናይ መደብ ኣለካ ዶ እ ዓርቢ ናይ ምሸት
እወ ኣለኒ ዓርቢ ፅቡቅ
ዓርቢ ክትፃወት ኢኹ እ፣ ሓሰማ እንዳበላዕ ካብ ቪድዮ ክቀድሑካ እዮም ክፈቶ የለን ዕፀዎ የለን ያፉ ፀዎ እቲ ቪድዮካ ሓንቲ ሓንቲ ትፃረፍ ገለ ከይትኸውን ካብዞም ዝፃረፉ ገለ መለ ናይ ናይ ናይ ናይ ዓዊተይ ክላእ ታንጓዳ እወ፣ ኣነ ምስ እድሪስ ጥራሕ ትፃወት ምስ ኡስታይ ስለ ዝኾና ማለት እየ ናይ ኣንተ ተጸሪፍና ከ እንታይ ይደርቦ ዘምጸሎ ረብሓ ከ ኣሎ ኮይኑ ከ በቃ ስእሊ ናይ ድኹማት ኣሎ ሕማም
ኦኬ
ያፉ ቢዶ ባዕጸዎ እይ ብራዘረይ ኣክፍኤ ደ ናይ ቢድዒ ጸ- ናይ ቢድዒ ጸዎ ቢድዒ ጸዎ ኣንታ ቅዱሕ እንታ ንሞተሎም ቃል ጠፍኣሎም ካብዛ ዓለም ንቐብር ስጋ ሓቲማ ትበልዕ ኦርቶዶክስ ኣይኮንካ እንዲያ ክርስ ክርስ ኣጆኻ
እወ እሞ ንምንታይ ደኣ ስጋ ሓሰማ ትበልዖ ያፌት
ይፍቀድ እኮ እንታይ ዳዓወት ዓወት ሓወይ ስጋ ሓሰማ ኣይኮነን እዚ ይፍቀድ እዩ ታወዳእ ብፍላይ ምሻሎ ኣብ ደቂ ኣስመራስ ዳርጋ በልዑ ፀኒሖም መብዛሕትኦም የዕልሉ ዘሪጋ እዚ ኣሎ ዋላ መፅሓፍ ቅዱስ በታ ጫፍ ኣብ መወዳእታ ኣሎ መስለኒ ይብላዕ እዩ ዝብል መስለኒ ሓቀይ
ናይናይ ብራዘር ሕጂ ፈይጥን ዓኸ ሓስየ ዘረባካ ዘለኹ ምር ስጋ ዶሮ እዩ ኣቅም ኣምላኽ ርእካ ክልሰል ኣደ ማርያም ስጋ ኣደ ናይ ዶሮ